ሰላም ሰላም ተኻታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ንምነ ሎሚ ውን ከምቲ ኣብ ዝተፈላለየ እዋን ገለ ሓደሽቲ ቪድዮታት ወይ ሓደሽቲ ሪኣክሽንስ ሒዝና እንመጸሉ ሎሚ ሓደ ሓድሽ ቪድዮ ምስ ሓድሽ ዳህሳስ መጺና ኣለና ስለዚ ናይ ሎሚ ኣተኩሮና ኣብ ኣርተፊሻል ኢንተሊጀንስ ወይ ድማ AI ዝበዝሐ ግዜ ኣብ ኣድቨርታይዝመንት ብዝተፈላለየ መልክዕ ኣብ ማሕበራዊ ገጻት ኣርተፊሻል ኢንተሊጀንስ ብ AI ዝብል ኣሕጽሮተ ቃላት ብብዝሒ እናተደጋገመ ይመጻና እዩ። ሎሚ ጠመተና ኣብ ኣርተፊሻል ኢንተሊጀንስ ክንገብር ኢና። ኣርተፊሻል ኢንተሊጀንስ ወይ ድማ AI ብትግርኛ ክንትርጉሞ ከለና ኣብ ሰብ ዝሰርሖ ጥበብ ወይ ሰብ ዝሰርሖ ብልሒ ዝብል ክንትርጉሞ ንኽእል ኢና ማለት እዩ። ስለዚ ኣርተፊሻል ኢንተሊጀንስ ቃል ንቃሉ ጥበብ ደቂ ሰባት ኣብ ህይወትና ዝረኣየሉ ዓይነት ውፅኢት ናይ ምዕባሌና እዩ ማለት እዩ። So ሎሚ ኣርተፊሻል ኢንተሊጀንስ ካበይ ክሳብ ናበይ በፂሑ ኣሎ? ንሕና ደቂ ሰባት ድማ ጉዕዞና፣ ህይወትና፣ ኣነባብራና ምስ ኣርተፊሻል ኢንተሊጀንስ ካበይ ናበይ ገፅና ንኸይድ ኣለና ኣብ ዝብል ዳህሳስ ክንገብር ኢና። ሰናይ ምክትታል። So ኣርተፊሻል ኢንተሊጀንስ ብመሰረቱ ኣብ ዝሓለፈ ሰላሳ ልዕሊ ሰላሳ ዝኸውን ዓመታት ጉዕዞ ናይ ኣርተፊሻል ኢንተሊጀንስ ክንሪኦ ከለና ሓደ ንተራ ሰብ ዘይረኣ ኣገባብ ማለት እዩ እቲ ዕብየት ነይሩ እዩ ንነዊሕ ዓመታት እዚ ዘለናዮ ደረጃ ውጽኢት ናይ ኣርተፊሻል ኢንተለጀንስ ጉዕዞ ነውሕ ዓመታት እዩ፣ ኣብ ሓደ ጽባሕ ዝተፈጥረ ወይ ድማ ሃንደበት ዝመጸ ምህዞ ኣይኮነን። ክዓብን ክምዕብልን ካብ ዓመት ናብ ዓመት እናወሰኸን እናዓበየን ክኸይድ ዝጸንሐ ናይ ፍልጠት ደቂ ሰባት ምርምር ሳይንስ ውጽኢት እዩ ማለት እዩ። ግን ኣብ ዝሓለፈ ሰላሳ ዓመት ዝበዝሐ እቶም ኣብ ዓሚቝ ፍልጠት ናይ ሳይንስ ዘለዉ ተመራመርቲ እንተዘይኮይኑ እቲ ተራ ሰብ ክግንዘበሉ ዝኽእል ፍሉይ ዝኾነ ለውጥታት ክንርኢ ኣይጸናሕናን። ዝሓለፈ ዓሰርተ ዓመት ግን ብፍሉይ እዚ ስማርትፎንስ ክመጽእ ምስ ጀመረ ነቲ ተራ ሰብ ብቐጥታ ክርድኦ ዝኽእል፣ ኣብ መዓልታዊ ህይወታቱ ብክርድኦ ዝኽእል እ ኣርተፍሻል ኢንተልጀንስ ኣብ ህይወትና ክዓዪ ጀሚሩ ማለት እዩ። ሶ ሎሚ በቲ ድሮ ብፍላጥ ወይ ውን ብዘይ ፍላጥ ንኣርተፊሻል ኢንተሊጀንስ ሓቢርና ምስኡ እንኸዶ ዘለና ጎዕዞ ብኡ ጀሚርና ድህሰሳና ከነካይድ ኢና። ስለዚ ኣብዚ ምሳና ድሮ ኣካልና ኮይኑ እንጥቀመሉ ዘለና ክፋል ናይ ኣርተፊሻል ኢንተሊጀንስ ወይ ድማ AI ሰለስተ ነገራት ኣቐዲምና ክንርኢ ንኽእል ኢና። እቲ ቀዳማይ ፐርሶናላይዝድ ዝኾነ ኣጠቓቕማ እቲ ካልኣይ ድማ ቨርቹዋል ኣሲስተንስ፣ እቲ ሳልሳይ ሽዑ ስማርት ሆምስ ወይ ድማ ሆም ኣሲስታንስ ስማርት ሆምስ፣ እዚኦም ሰለስተ እዚኦም ፐርሰናላይዝድ፣ ቨርቹዋል ኣሲስታንስ ን ስማርት ሆምስ እዚኦም ውፅኢት ናይ ኣርቲፊሻል ኢንተሊጀንስ ኮይኑ ብዝተፈላለየ መንገዲ ኣብ ህይወትና ኣብ ናብራና ፈሊጥና ከይፈለጥና ተማሂርና ለሚድና ክንጥቀመሎም ዝጸናሕናን ዘለናን ክፋል ናይ ኣርተፍሻል ኢንተሊጀንስ እዩ ማለት እዩ። ስለዚ በብሓደ ክንሪኦም ኣብቲ ፐርሰናል ኣብ ሂወትና ቀጥታ ንሕና እንጥቀመሉ ኣርተፍሻል ኢንተሊጀንስ ክንርኢ ከለና ሓደ ኔትፍሌክስ ትከታተሉ ሰባት እቲ ስትሪሚን እቲ ትካተሎ ቪድዮታት ክትሪእዎ ትመርጽዎ ምስ ኣርተፊሻል ኢንተሊጀንስ እዩ። ባሕባሕ ኣፍ እዩ ስለዚ ኣብ ኣርተፊሻል ኢንተሊጀንስ ሩትድ ኮይኑ ዝሰርሕ ፕላትፎርም እዩ ነትፍሌክስ ስለዚ ነቶም እስኻ እትመርጾም ፊልምታት ኣብቲ መጀመርያ እናመረጽካዮም እትኸይድ ፊልምታት ብዝተፈላለየ መልክዕ ሽዑ ባህርኻ እናጽንዐ ይኸይድ እቲ ፕላትፎርም እሞ ንዖም ዝመስሉ ፊልምታት ኣብ ቅድሚት እናሰርዓልካ ይመጽእ ማለት እዩ። ካልኣይ ከምኡ ኣብዚ ኣብዚ ዘለናዮ ዘበን ሓደ ካብቶም ዓበይቲ ፕላትፎርም ኣማዞን ሓዶም ካብቲ ዓበይቲ ፕላትፎርም ኮይኑ ኣሎ ስለዚ ኣማዞን ድማ ሙሉእ ናይ ኣማዞን ፕላትፎርም ኣብ ኣርተፊሻል ኢንተሊጀንስ ሩትድ ዝኾነ እዩ ስለዚ ንኣብነት ኣብ ኣማዞን ኦንላይን ሾፒንግ ክትገብር ክትከይድ ከለኻ ልክዕ እቲ ባህርኻ እናጽንዐ ከም ዝኸይድ ክርድኣና ድሮ ቅድሚ ሕጂ ዝገዛእናዮም ወይ ውን ሕጂ እንገዝኦም ንዖም ዝመሳሰሉ ሓደ ነገር ክትገዝእ ኦርደር ክትገብር ከለኻ ንዕኡ ዝመሳሰል ካልእ ነገራት እዚ ውን ምስኡ ይኸይድ እዩ እዚ ውን እጠቕመካ ክእል እዩ እናበለ ከም ኣድቨርታይስመንት ኣብ ቅድሚት የምጽኣልካ እዚ ነቲ ተጠቃሚ ብኸመይ መልክዕ እቲ ኣርቲፊሻል ኢንተሊጀንስ ይሕግዞ ንምርኣይ እዩ። ብሓፈሽኡ ግን ብምሉኡ እቲ ሲስተም ናይ ኣማዞን ኣብ ኣርተፊሻል ኢንተሊጀንስ ሰረት ገይሩ ዝሰርሕ ፕላትፎርም እዩ ማለት እዩ። ከምኡ ብዝተፈላለየ መልክዕ ሙዚቃ ኢንጆይ ትገብሩ ሰባት ብፍሉይ ግን ስፖቲፋይ ትጥቀሙ ሰባት ምስ እትህሉ፣ ስፖቲፋይ ድማ ሓደ ካብቶም ኣርቲፊሻል ኢንተሊጀንስ ወይ ድማ ኤኣይ ዝጥቀም ፕላትፎርም እዩ። ብፍሉይ ኣብ ስፖቲፋይ እንሪኦ ሓደ ዲጀይ ዝበሃል ኣፕሊኬሽን ዲዛይን ገይሮም ኣለዉ። እዚ ዲጀይ ዝበሃል ኣፕሊኬሽን ልክዕ ንዕኡ ሰሌክት ክትገብር ከለኻ ነቶም ኣብ ዝተፈላለየ እዋን ነቲ ዲጀይ ፕሌይ ዲጀይ ክትብል ከለኻ ዳይሬክትሊ ነቶም ኣብ ዝተፈላለየ እዋን ክትሰምዖም ዝጸናሕካ ሙዚቃታት ካብኦም እናቀናበረ ካብኦም እናሓዋወሰ ፕላስ ንዕኦም ዝመስሉ ካልኦት ሙዚቃታት እውን እናምፀኤ ከዘናግዓካን ከዛንየካን ይጅምር። ሕሉፍ ሓሊፍዎ ናይ ስፖቲፋይ ዲጀይ እቲ በብመዓልቱ ትሰምዖ ሙዚቃታት እውን ሪከርድ እናገበረ ኣብ ሜሞሪ እናሓዘ ስለ ዝኸይድ ሎሚ ዝበዝሐ ግዜ ዓርቢ ትሰምዖ ሙዚቃ ኢሉ ከምጻልካ ይኽእል እዩ። ሰኑይ ሰኑይ ትሰምዖ ሙዚቃ ኢሉ እውን ኣብ መንጎ ሳፕራይዝ ክገብረካ ይኽእል እዩ ማለት እዩ። እዚኦም እቶም መሰረታውያን ኣብ ዓቢ ዓንዲ ሕቖ ናይ ኣርተፊሻል ኢንተሊጀንስ ዝጥቀሙ እኳ እተኾኑ፣ ብሓፈሻ ግን ብምሉኡ ናይ ሶሻል ሜድያ ፕላትፎርም ሎሚ ኣርተፊሻል ኢንተሊጀንስ እናተጠቀመ ከይዱ ኣሎ። ስለዚ እቲ እቲ ትሪኦሲ ዳርጋ ንባህርኻ ዝመስል ይትመርጾ ኣይኮነን። ኣብ ገለ እዋን ክትርእዮ ዝጀመርካ ነገር እቲ ፕላትፎርም ከም ባህርኻ እናጽንዖ ዝኸይድ ዝምግበካ ንዖም ዝመስሉ ጥራሕ እዮም ማለት እዩ። ንዖም ዝመስሉ ዝረኣ ነገራት ጥራሕ እናምጽኣልካ ይኸይድ ማለት እዩ። So እዚ እቲ ኣብ ፐርሰናላይዝ ኣጠቓቕማ ወይ ድማ ብቐጥታ ባዕልና ክንጥቀም እንከለና እንሪኦ ጽልዋ ናይ ኣርተፊሻል ኢንተሊጀንስ ማለት እዩ። ካልኣይ እቲ ቨርቹዋል ኣሲስታንስ ንብሎ ቨርቹዋል ኣሲስታንስ ብብዙሕ መንገዲ ሎሚ ብቮይስ ኮማንድ ብናይ ድምፂ ትእዛዝ እናተደገፈ ሓገዝ ዝህበካ ኣፕሊኬሽንስ እናበዝሐ እናበዝሐ ይኸይድ ኣሎ ስለዚ ብቕልል ዝበለ ክርዳእና ኣይፎን እትጥቀሙ ሰባት ሲሪ ናይ ኣርቲፊሻል ኢንተሊጀንስ ውፅኢት እያ ስለዚ ሎሚ ኣብ ቴሌፎንካ ቀደም ናብ ሰብ ትኸይድ ነርካ እዚኣ እዚኣ ከምዚኣ ክገብርሲ ኣብያትኒ እምበር ከመይ እናበልካ ሰብ ትሓተሉ ዝነበርካ ግዜ ሎሚ ዳይሬክትሊ ንሲሪ ፀዊዕካ ትእዛዝ ብምምሕልላፍ እቲ ክትገብሮ ትደሊ ሲሪ ክትገብረልካ ትኽእል እያ ማለት እዩ ስለዚ ክሳብ ሰርች ገይራ ሓበሬታ ክትህበካ ክሳብ ኣብ ቴሌፎንካ ዘሎ ሴቲንግ ክተጥፍኣልካ ክትውልዓልካ ንገዛ ርእሱን ቴሌፎንካ ክተጥፍኣልካ ካብኡ ሓሊፉ እውን ኣብ ዝፀዋዕካዮ ሰብ ፃውዒት ክትገብረልካ ምስ ካልኦት ኣፕሊኬሽን ኮላብሬት ብምግባር እውን ሙዚቃ ፕለይ ክትገብር ሓበሬታ ጎግል ክትገብር ልክዕ ብድምፅኻ እናተኣዘዘ ሲሪ ቨርችዋል ኣሲስተንስ ክትህበካ ትኽእል። ስለዚ ሲሪ ካብቶን ሓደ ኣብ ከባቢና እንከይተረደኣና ኣብ ተሌፎንና እንጥቀመሎም ቨርችዋል ኣሲስተንስ ዝህቡ ናይ ኣርተፊሻል ኢንተሊጀንስ ውፅኢት እያ። ከምኡ ውን ኣማዞን ኣሌክሳ ሎሚ ሾፕ ትገብሩ ካብ ኣማዞን ሾፕ ዝገበርኩምዎ እንተሊኹም ኣብ ዝተፈላለየ ኣብ ገዛኻ ኮይኑ ምስ ድምፂ ገዛኻ ኣፒሊየንስ ንሙዚቁ ከለር ናይ መብራህቲ ዝተፈላለየ ኣብ ገዛኻ ትጥቀመሎም ምስ ከሽኖ ዝተሓሓዙ ኣሌክሳ ኮኔክት ብምግባር ንስራሕካ ብድምፂ ኮማንድ እና ተቐበለት ስራሕካ ክትዓየልካ ትኽእል ወይ ትደልዮ ክትገብረልካ ትኽእል ኣሌክሳ ናይ ኣማዞን ውፅኢት እያ እዚ እውን ቨርቹዋል ኣሲስታንስ ብመልክዕ ኣሌክሳ ኣብ ኣማዞን ተዳልዩ ዘሎ እዩ። ከምኡ ብዓብዩ ናይ ጎግል ፕላትፎርም ድማ ጎግል ኣሲስተንስ ኣለዎ፣ ቨርቹዋል ኣሲስተንስ ብዝተፈላለየ መልክዕ ሎሚ እሞ ኤኣይ ሰርች እውን ጀሚሩ ኣሎ ጎግል። ኣብቲ ጎግል ሰርች ክትሪኡ ከለኹም ጎግል ክፍት ምስ ኣበልኩም ኤኣይ ሰርች ዝብል ክመፀኩም እዩ። ስለዚ እንተ ሓሳብ ሂብካዮ ንዕኡ ዝመስል ዓበይቲ ሓሳብ ጠርኒፉ ከምጽኣልካ እንተ ድምጺ ሂብካዮን ብድምጽኻ ተኣዚዙ ሰርች ክገብረልካ ብዝተፈላለየ መልክዑ ጎግል ኣሲስታንት ተቐሪብልና ኣሎ ማለት እዚኦም ከም ኣብነት ክንሪኦም እንኽእል ሰለስተ ክፋል ናይ ቨርቹዋል ኣሲስታንስ ማለት ካብኡ ስማርት ሆምስ ሎሚ ገዛውትና እናተቐየረ ይኸይድ ኣሎ። ኣብ ገዛና እንነብሮ ኣነባብራ እናተቐየረ ይኸይድ ኣሎ። ስማርት ሆምስ በታ ዝቐለለት ክንጅምር ቫኪም ክሊነር ሮበት ኣብ ክንዳኻ ኮይና ገዛኻ ክተጽርየልካን ክትኩስትረልካን ትኽእል ማለት እዩ። ስማርት ሆምስ ሎሚ ገዛኻ ብ ባዮሜትሪክ ሴኩሪቲ ሴት ክትገብሮ ትኽእል ኢኻ። ማዕጾ ክትኣቱ ከለኻሲ ገጽካ ኣላልዩ ነቶም ኣባላት ስድራ ገጾም ረጂስተር ገይሩ ማዕጾ ክኸፍተሎም ዝኽእል መንገዲ ክትገብሮ ትኽእል ኢኻ። ውፅኢት ናይ ኣርተፊሻል ኢንተሊጀንስ እዩ። ከምኡ እውን ካልኦት ዝተፈላለዩ መብራህቲ ኮንትሮል ዝገብሩልካ፣ ሙዚቃ ኮንትሮል ዝገብሩልካ፣ ኣብ ቴሌቪዥን ሪሞት ገዲፍካ ብድምፅኻ እትእዝዘሉ ኣፒሊየንስ ተሓጋገዝቲ ናይ ኣርቲፊሻል ኢንቴሊጀንስ ውፅኢታት መፅኦም ኣሎ ማለት ስለዚ ገዛኻ እውን ሞር ናብ ስማርት ወይ እናቀየርካ እዮ ክትከይድ ትኽእል ኢኻ። ስለዚ እዚኦም ሰለስተ ዓበይቲ ውፅኢት ናይ ኣርቲፊሻል ኢንተሊጀንስ ፐርሶናላይዝድ ኣብቶም ቀጥታ ኣብ ከባቢና ዝተፈላለየ መንገዲ ዳይሬክትሊ ንሕና ንጥቀመሎም ቨርቹዋል ኣሲስተንስ ንዓኻ ስራሕካ ክቐለካ ተባሂሎም ዲዛይን ዝኾኑ ኣፕሊኬሽንስ ኣብ ዝኾነ ፕላትፎርም ኣብ ቴሌፎንካ ኣብ ዌብሳይትስ ዲዛይንስ ንዓኻ ብመልክዕ ድምጺ እናተኣዘዙ ሰርች ክትገብር ክትጽሕፍ ታይፕ ክትገብር ትሽገር ዝነበርካ እንተኾይንካ ኢቨን ሓንሳብ ድራይቭ እናገበርካ ሓጂ ቅልል ዝበለሲ ላይክ ቴሌፎን ኣልዒልካ ባዕልኻ ክትድውልሲ ዲስትራክሽን እዩ So ብድምጺ ዳይረክትሊ ንቴሌፎንካ ብምእዛዝ ናብ ከምዚ ደውልለይ፣ ከምዚ ሙዚቃ ወልዕለይ፣ no ከምዚ ሙዚቃ ድለየለይ እናበልካ ቨርቹዋል ኣሲስታንስ ዝህበካ ኣፕሊኬሽንስ መጺኡ። ድሕሪኡ ውን ስማርት ፎንስ፣ ስማርት ሆምስ ኢልና ስለዚ በዚ ሰለስተ መንገዲ ብዝተፈላለየ ብፍላጥ ወይ ብዘይፍላጥ ኣካል ኣርቲፊሻል ኢንተሊጀንስ ኮይንና ጸኒሕና ኣለና። ሕጂ እቲ ዝዓበየ ክፋል ውፅኢት ናይ ኣርቲፊሻል ኢንቴሊጀንስ ኣዛራቢ ኮይኑ ዘሎ ውፅኢት ናይ ኣርቲፊሻል ኢንቴሊጀንስ ግን ኣርቲፊሻል ኢንቴሊጀንስ ኣብ ኢንዳስትሪ ኣብቲ ዓበይቲ ጽላታት ናይ ቁጠባ ክኣትዉ ጀሚሮም ኣሎ ማለት እዩ ስለዚ ንዓና ምናልባት ከም ሕብረተሰብ እቲ መጀመርያ ንዓለም እውን ዘሰንበደ እንተኮይኑ ሮበርት ክንዲ ሰብ ኮይኑ ክሰርሕ ዝኽእል ሮበርት ዲዛይን ኮይኑ ምስተባህለ ብዙሕ ሰብ እሞ ሰብ ጠፊኡ እዩ ሰብ መተካእታ ተገይሩሉ እዩ እናበለ ብዙሕ ስክፍታታት ገሊፁ እዩ ካብኡ ብዛዓቢ መልክዕ ግን ኣርቲፊሻል ኢንቴሊጀንስ ኣብ ብምሉኡ ጽላት ናይ ቁጠባ፣ ኣብ ኩሉ ጽላታት ናይ ጥዕና፣ ኣብ ኩሉ ጽላታት ናይ ትምህርቲ፣ ኣብ ኩሉ ኢንዳስትሪስ ኣርተፍሻል ኢንተለጀንስ ክኣቱ ጀሚሩ ኣሎ ማለት እዩ። ስለዚ እቲ ቀንዲ ዓብዪ ለውጢ ንዓለምና ዓብዪ ለውጢ ነነባብራና እዚ ጽልዋ እዚ እዩ። ንኣብነት ኣብ ሄል ስኬል ክንርኢ ከለና፣ ኣብ መዳይ ጥዕና ክንሪኦ ከለና፣ ሎሚ ኣርተፊሻል ኢንተሊጀንስ ውጽኢት ናይ መርመራኻ መርሚሩ ኣወዳዲሩ ምስ ካልኦት ተመሳሳሊ ውጽኢታት ዝነበሩ ዝሓሸ መድሃኒት እንታይ ክቕርበልካ ኣለዎ ንዶክተር ምኽሪ ክህብ ሓሳቡ ክልግስ ጀሚሩ ኣሎ ማለት እዩ። ስለዚ ዶኳትርሲ ዳይሬክትሊ ድሕሪ ሓፂር እዋንሲ ዝበዝሐ ዕዮ ናይ ዶክተርሲ ኣርተፊሻል ኢንቴሊጀንስ ክሰርሖ ከም ዝኽእል ተገሚቱ ኣሎ። ስለዚ ኣብ ፅላት ጥዕና ልክዕ ከም ዶኳትር ኮይኖም ናይ ኣርቲፊሻል ኢንቴሊጀንስ መሓውር ወይ ኣካላት ክሰርሑ ክጅምሩ እዮም። ስለዚ ኣብ ዝተፈላለየ መልክዕ ኣብ ላቦራቶሪ እንወስዶ ቀደም ኩሉ ብሰብ ዝግበር ዝነበረ ሰብ ዝወፃሉ and more precise ዝኾነ እቲ ኣብ ፅላት ጥዕና ሕጂ እቲ ኣገባብ መድሃኒት ምውሃብ ኣገባብ ምርመራ ካብ ግዜ ናብ ግዜ እናተቐየረ እናማዕበለ እናተለዋወጠ ንኸይድ እዩ። ስለዚ ኣርተፊሻል ኢንተሊጀንስ ምህላዉ ነቲ ዝግበር ለውጥታት ቀልጢፍ ዩ ኣብደይት እናገበረ ንሄልስ ኬር ፋሲሊቲ ዝሰርሑ ወይ ናይ ሄልስ ኬር ኣሶሽትስ ኣባላት ደገፍ ውሃብ ደገፍ ኮይኑ ክሳብ መጥባሕቲ ውን ክገብረሉ ዝኽእል ደረጃ ክመጽእ ተኽእሎታት ኣለዎ ማለት እዩ። ስለዚ ኣብ ጽላት ጥዕና ዓቢ ጽልዋ እና ገበረ ይኸይድ ኣሎ። ካብኡ ቀጺልና ኣብ ጽላት ትምህርቲ ኣብ ጽላት ትምህርቲ ድማ ብፍሉይ ድሕሪ ክስተት ናይ ኮሮና ቫይረስ ብፍላይ ኣብ ምዕራባዊ ዓለም ትምህርቲ ኮምፕሊትሊ መልክዑ ቀይሩ ካብ ኣካላዊ ትምህርቲ ናብ ቨርቹዋል ትምህርቲ እናተሰጋገረ መፅዩ ማለት እዩ። ስለዚ ትምህርቲ ሞር ቨርቹዋል እናኾነ ከይድ ኣሎ። ኣብ ገዛኻ ኮንካ ኦንላይን እናኾንካ ትምህርቲ ትወስደሉ መንገዲ እናኾነ ከይድ ኣሎ። ስለዚ ትምህርቲ ኣገባብ ትምህርቲ እናቀለለ ከይድ ኣሎ። ሞር ቨርቹዋል እናኾነሉ ዝኸይድ ከዓ ንኣስተምሃርቲ ወይ ድማ መምሃራን ብዛዕባ ተማህሮ ዝበለጸ ፍልጠት ብዛዕባ ባህሪን ድሌታትን ተማሃሮ ተማሃሮታቶም ዝበለጸ ፍልጠትን ሓበሬታን እናመገበ ንጽላት ትምህርቲ ሊትል ቢት ግፍሕ ከም ዝብል እናገበሮ ይኸይድ ኣሎ። ከምኡ እውን ኣብ ፋይናንስ ኣርተፊሻል ኢንተሊጀንስ ኣብ ፋይናንስ ፌክ ነገራት ፍራውድ ዝኾነ ካረንሲስ and ዝኾነ ከምኡ መድ- ከደናግር ንዝኽእል እ፣ ብቐሊል ትሬስ ናይ ምግባር ምክንያቱ ኣርቲፊሻል ኢንቴሊጀንስ ብስምዒት ኣይሰርሕን እዩ ስለዚ ልክዕ ተን ዘለዋ ሓበሬታት ኮምፔር እናገበረ ስለ ዝኸይድ ነቲ እ፣ ኣብቲ ፅላት ፋይናንስ ዘሎ ናይ ፍራውድ ሲስተም እዚ ትምኑይ ዝኾነ ምንቅስቓሳት ንምልላይ ዓቢ ተራ ኣለዎ። ኣብ ልዕሊኡ ድማ እቲ ባንኪን ሲስተም ኣብ ሞባይላትና ብኣርተፊሻል ኢንተሊጀንስ እናተጠቀምና ብዝቐለለ መንገዲ ምስ ባንክታትና ኮሙኒኬት ከም ንገብር ገይሩ ኣሎ። ብዝዓበየ መልክዑ ድማ እዚ ኦንላይን ትሬዲንግ ብሓፈሽኡ ኣብ ኣልጎሪዝም ትሬዲን እዚ ኦንላይን ትሬዲን ዲጂታል ማርኬቲን ዓብዪ ኣስተዋፅኦ እናገበረ ይኸይድ ኣሎ ኣርቲፊሻል ኢንቴሊጀንስ ካብኡ ዝዓበየ ክፋል ክንጥምት ምስ ንጅምር ድማ ኣብ ትራንስፖርቴሽን ኣብ ናይ መጓዓዝያ ፅላት ኣስተዋፅኦ ናይ ኣርቲፊሻል ኢንቴሊጀንስ ካብቲ ዝነበሮ ብተዓጻጸፈ መልክዑ እናዓበየ ይኸይድ ኣሎ። ስለዚ ብዝቐለለ ናይ ተስላ ሰልፍ ድራይቭ ካርስ ክንርኢ ንኽእል ኢና። ተስላ ሎሚ ጎግል እቲ ሎኬሽን ክትከደሉ ዝደለኻ ቦታ ብምሃብ ጥራሕ ባዕላ ሒዛትካ ትኸይድ ማኻይን ዲዛይን ገይሩ ኣሎ። ስለዚ ባዕለን ተዘዊረን ዝኸዳ መኻይን እናመፃ ይኸዳ ኣለዋ። ከምኡ እውን እተን ካልኦት ካምፓኒታት ብሙሉእን መኻይን ዘፍርያ እዚ ካብ ዓሰርተ ሸሞንተ ንነጀው ክልተ ሽሕን ዓሰርተ ሸሞንተ ንነጀው ዝፈረየ መኻይን ምስ እንዕዘብ ሰልፍ ኣሲስታንስ ብዙሕ ኣሎ ገሊኡ ሮድ ኣሲስታንስ ገሊኡ እውን ላይክ ፍሪ ሰልፍ ድራይቭ ኣይኮነን ግን ሞር ባዕሉ ኣውቶሜት ኮይኑ ሓበሬታና ካባኻና ድጋፍ ካባኻ እናወሰደ ዝኸይድ ንምዝዋር ቀሊል እናገበሮ ዝኸደ ኣፕሊኬሽንስ ወይ ሲስተም ውፅኢት ናይ ኤኣይ ዳርጋ ኩለን ከምኡ ዓጢቐን ኣለዋ እዘን ዳሕሮት መኻይን ማለት እዩ ስለዚ ኣብ ኢንዳስትሪ በዚ መልክዕ እዚ ኣብ ጥዕና ኣብ ትምህርቲ ኣብ ፋይናንስ ኣብ ትራንስፖርት በዚ መልክዕ እዚ ፅልዋ እናገበረ ከይዱ ኣሎ ኣርቲፊሻል ኢንቴሊጀንስ ስለዚ ኣብ ኢንዳስትሪ በዚ ፅልዋ እንተልይዎ ኣብቲ ማሕበራዊ ህይወትና ኣባና ደቂ ሰባት እንታይ ክስተት ከምጽእ ይኽእል? ቀዳማይ ንኹሉ ሰብ ዓብዪ ዛዕባ ኮይኑ ዘዛርብ ኣርእስቲ ኣብ ኣርቲፊሻል ኢንቴሊጀንስ ዋንስ ሮበትስ ኣብ ስራሕ እናበዝሑ ከዱ ከለዉ ወዲ ሰብ ካብ ስራሕ እናተሰጎገ ክኸይድ ተኽእሎ ስለዘለዎ ሽቕለት ኣልቦነት ክፈጥሩ ይኽእሉ'ዮም ዝብል ብዙሕ ስክፍታታት ናይ ደቂ ሰባት ኣሎ። እዚ ካብ ዜሮ ዝተበገሰ ኣይኮነን። ብሓፈሽኡ በዚ ሕጂ በጺሕዎ ዘሎ ኣርተፊሻል ኢንተሊጀንስ፣ ወይ ድማ ኣብቲ ምትካእ ናይ ሰብ ክንሪኦ ከለና ሮቦትስ ተደጋጋሚ ዘበለ ስራሕ ብምሉእ ሮቦት ክሰርሓሉ ዝኽእል ደረጃ ተበፂሑ ኣሎ እዚ ማለት ናይ ሕርሻ ስራሕ ሮቦትስ ክዓይዎ ጀሚሮም ኣለዉ ከምኡውን ናይ ጉልበት ስራሕ ተደጋጋሚ ናይ ጉልበት ስራሕ ብሮበት ክዕየ ጀሚሩ ኣሎ ስለዚ እናልዓልካ ነገራት ሙቭ ናይ ምግባር ኣብ ስፔሲፊክ ሎኬሽን ኣብ ዝተወሰነ ቦታ ዝተወሰነ ንጥፈት ብምድግጋም ንዝግበር ሲ ልዕሊ ሰብ ሮበት ክዓዮ ጀሚሩ ኣሎ ከምኡ ድማ ላይክ ከም ኣሲስተንት ከም ቀደም ብሴክሬታሪስ ዝግበር ዝነበረ ኦፊስ ኣሲስተንስ እናሃበ ድማ ንሰብ ተኪኡ ዳይሬክትሊ ኣርቲፊሻል ኢንቴሊጀንስ ናይ ቴሌፎን ኮሚኒኬሽን ይገብር ኣሎ ስለዚ ብገለ ከፊሉ ወዲ ሰብ ካብቲ ተራ ስራሕ ዝነበረ ብሮበት እናተተክአ ይኸይድ ኣሎ ስለዚ መኣዝና ክንፈልጥ ይግባእና ማለት እዩ እዚ እቲ ኣሉታዊ ፅልዋ ኣብቲ ማሕበራዊ መዳይ ኮይኑ ብጣዕሚ ኣዎንታዊ ዝኾነ ፅልዋታት ከ ኣለዎ ኣርቲፊሻል ኢንቴሊጀንስ ካብ ባየዝድ ኢንፎርሜሽን ናፃ ዝኾነ ስራሕ ይሰርሕ ንኣብነት ኣርቲፊሻል ኢንቴሊጀንስ ኢንተርቪው ክትገብር ከለኻ ሕብርኻ ዘርእኻ ዓቢ ጉዳይ ኣይኮነን ዳይረክትሊ ኣብ ብቕዓትካ ጥራሕ ፎካስ ጌሩ ኢንተርቪው ይገብር ሓበሬታታት ሂብካዮ ውን ዳይረክትሊ ኣብቲ ተዋሂብዎ ዘሎ ሓበሬታ ዲፐን ወይ ድማ ተመርኲሱ ኣናላይዝ ይገብር ስለዚ ኣብ ስራሕ ውጽኢታዊ ኣወንታዊ ውፅኢት እናመዝገበ ይኸይድ ማለት እዩ። ካምፓኒታት፣ ትካላት ብኣርተፊሻል ኢንተሊጀንስ ተደጊፈን ግምገማ ዘካይዳ፣ ብኣርተፊሻል ኢንተሊጀንስ ተደጊፈን ድማ ሰራሕተኛታት ዝቖፅራ ትካላት ፍትሓዊ ዝኾነ ዕዮ ይዓያ ማለት እዩ። ስለዚ ኢንዳይሬክትሊ ኣርተፊሻል ኢንተሊጀንስ ኣብቲ ዓሌታውን ኣብቲ ብዝተፈላለየ መንገዲ ኣድልዎ ኣብ ደቂ ሰባት ዝገብር ዝነበረ ባእታታት ንዕኡ ወጊድ ኢሉ ኣርተፊሻል ኢንተልጀንስ ብዝሓሸ ብዘይ ዝኾነ ኣድልዎ ውፅኢታዊ ዝኾነ ፍትሓዊ ዝኾነ ዕዮ ክዓዪ ጀሚሩ ኣሎ ማለት እዩ። ከምኡ ካልእ ዘሰክፍ ናይ ኣርተፊሻል ኢንተልጀንስ ውፅኢት ድማ ፕራይቨሲ እዩ። ዋንስ ኣርተፊሻል ኢንተሊጀንስ ኣብ ሂወትና ብኹሉ መልክዑ ምስ ኣተወ ፕራይቨሲ ናይ ደቂ ሰባት እናጠፍአ እዩ ዝኸይድ። ስማርት ፎን ኣብ ኢድካ ምስ ሓዝካ ቴሌፎንካ ስማርት ፎን ምስ ኮነ ካሜራኻ ይሰርሕ። ስለዚ ሓበሬታ ይምግብ። ዝተፈላለዩ ኣፕሊኬሽን ሳይን ኣፕ ክትገብር ከለኻ ኮኪስ ኣክሰፕት ክትገብር ኣለካ። ስለዚ ዝተወሰነ ሓበሬታ ድማ ካባኻ ወስዱ ተስተውዒልኩምሎም ዝተፈላለዩ ኣፕሊኬሽን ዳውንሎድ ኣብ ጌርኩም ክፅዕንዎም ከለኹም ዝበዝሑ ንጋለሪ ናትካ ኣክሰስ ይሓቱ ንዝተወሰነ ክፋል ሓበሬታኻስ ኣክሰስ ይሓቱ ማለት እዩ። እዚ እንታይ ማለት እዩ? ኢንፎርሜሽን ካባኻ ይወስዱ ስለዚ ኣብ ፕራይቬሲ ክንመፅእ ከለና ብውሕልና እቶም ነዞም ሶፍትዌራት ዲዛይን ዝገብሩ ንመሰል ደቂ ሰባት ኣብ ግምት ዘእተወ ውሕሉል መንገዲ ናይ ፕራይቬሲ እንተዘይተጠቂሞም ፕራይቬሲና ኣብ ሓደጋ ይወድቕ ማለት እዩ ካልእ ንስርዓተ ሕግን ስርዓተ ምሕደራናን ድማ ኣርቲፊሻል ኢንተሊጀንስ ፅልኡ እናዓበየ እንተኸይዱ ኣብኡ ድማ ዝዓበየ ፅልዋ እናምፀ ክኸይድ እዩ ማለት እዩ ስለዚ እዚ እቲ ሓፈሻዊ ኣርቲፊሻል ኢንተሊጀንስ ኣብ ሂወትና ኣብ ናብራና ኣብ ከባቢና ክንሪኦ ንዕዘቦን ዘለና እዩ። ስለዚ ናበይ ገጹ ይኸይድ ኣሎ ኣርቲፊሻል ኢንቴሊጀንስ ፕረዲክት ገሊኡ እኮ ድሮ ኣብ ዝተፈላለየ ኒውስ መጽ እዩ ንቅድሜና ሲ ኣርቲፊሻል ኢንቴሊጀንስ ናበይ ገጹ መኣዝ ንኸይድ ኣሎ ቅልል ዝበለ ንኣብነት ሰልፍ ድራይቭድ ታክሲስ እው ከም ኡበር ባዕለን ዝንቀሳቐሳ መካይን ክመፃ ክእላ ኢና ኣብ ሓፂር እዋን ስለዚ ኣውቲስታ ዘይብለን ሓደ ካምፓኒ ሓደ ዓብዪ ካምፓኒ ኣብ ሓደ ከተማ ኣብ ኣብ ኣብ መላእ ዓለም ብኣርቲፊሻል ኢንቴሊጀንስ ማኒፕሌት ዝኾና ዝእዘዛ ናይ ህዝቢ ኣገልግሎት ዝህባ ንኣሽቱ ናይ ትራንስፖርት መኻይን እንተ ብመሬት እንተ ፍላይን ክመጻ ክእላ እየን ስለዚ እዚኤን ክመጻ ከለዋ ሓደ ስሉጥነት ብጣዕሚ ናይ ስራሕ ስሉጥነት ክመጽእ ይኽእል እዩ ሰብ ፕሪሳይዝሊ ኣብቲ ዝመደቦ ግዜ ኣብቲ ዝደለየ ቦታ ዝበፅሓሉ ዕድላት ክፈጥር ይኽእል እዩ በቲ ሓደ ሸነኹ ድማ ንብዙሓት ሰባት ናይ ስራሕ ዝነበሮም ናይ ስራሕ ዕድል ከጥፍእ ይኽእል እዩ ማለት እዩ ሶ ከም ህዝቢ ከም ሰባት ንሕና ብፍላይ እዚ ቪድዮ ናብቲ ተዛራቢ ትግርኛ ፎካስ ስለ ዝገብር ከም ሰባት ኣብ ከባቢና ምዕባለ ናይ ኣርቲፊሻል ኢንቴሊጀንስ እንተተዓዚብናዮ ሕጂ ኣርቲፊሻል ኢንቴሊጀንስ ድሮ ኣብ ጽሬት ከም ሮበት ቫኪም ክሊነር መጺኡ ይዓይን ኣሎ ኣብ ብዙሕ ገዛውቲ ንርኦ ኢና ሎሚ ሎሚ ከኣ ሕልፍ ሕልፍ ኢሉ ምሉእ ሮበት ከም ሰብ ጠጠው ኢሉ ከጽሪ ዝኽእል ክሳብ ኣብ ከሺኖኻ ኮይኑ ቡን ቀሪቡ ከምጽኣልካ ዝኽእል ከም ሰራሕተኛስ ኣብ ገዛኻሲ እናተንቀሳቐሰ ክዓዪ ዝኽእል ሮቦት ዲዛይን ኮይኑ ኣሎ። ስለዚ ተራ ናይ ከሺኖን ናይ ጽሬትን ስርሓት ብሮቦት ክዕብለለሉ ዝኽእል ግዜ ኣብ ቀረባ መጻኢ እናተቐላቐለ ዝመጽእ ዘሎ ይመስል። ከምኡ'ውን ሕርሻታት ምስ እንርኢ ኣብ ዝተፈላለዩ ጽላት ሕርሻ፣ ነቲ ውሑድ ሓይሊ ናይ ሰብ ተጠቂምካ ዝበዝሐ ሮበት ዝዓየሉ ግዜ መፅኡ ኣሎ ሎሚ ሮበት ክኹስኩስን ክዓፅድን ጀሚሩ ኣሎ ማለት እዩ ስለዚ እንታይ ክብል ደልየ ነቶም ተራ ዘበሉ ስራሓት ሮበት እናተከሙ ከይዳ ኣሎ ነቶም ተራ ዝኾኑ ዕዮታት ኣርተፊሻል ኢንተሊጀንስ እናተክኦም ይኸይድ ኣሎ ኣርተፊሻል ኢንተሊጀንስ ብዘይ ሰብ ኣይዓይን እዩ ሰብ ዝደልየሉ ስራሓት ግን እቲ ሪዝኒን ኣብ ዘድልዮ ደረጃ ጥራሕ ስለዚ ንሕና ደቂ ሰባት ናይ ትምህርቲ ደረጃና እናዓበየ ከይድ ኣሎ ማለት ንሮበት ኣሲስት እንገብረሉ ግዜ እናመፀ ኸይድ ኣሎ። ተሓጋገዝቲ ሮበት እንኾነሉ ግዜ እናመፀ ይኸይድ ኣሎ። ኣብዚ ቀረባ ሓሙሽተ ዓሰርተ ዓመትሲ ኮምፕሊትሊ ሰብሲ ንዝገብሮ ስራሕ ንሮበት ደገፍ ምሃብ ማለት ንሮበት ሓገዝ ምሃብ ማለት ነቲ ሰብኣዊ ስምዒት ክገብሮ ዘይክእል ሮቦት ንስኻ ከም ሰብ ኣብኡ ኮይንካ እናደገፍካዮ ከም ዝሰርሖ ክትገብር ማለት እዩ ስለዚ እቲ ዝበዝሐ ሌይማን ጆብስ እቲ ተራ ሰብ ዝሰርሖ ስራሕ ብሮቦት እናተተክአ ይኸይድ ኣሎ ስለዚ እዛ ቪድዮ ሓፈሻዊ ዳህሳስ ነይራ መልእኽታ ግን ብዝተኻእለና ካብቲ ሌይማን ዝኾነ ስራሕ ክንሃድም ክንክእል ኣለና ማለት እዩ እንታይ ክንገብር ኣለና ክንምሃር ኣለና እንታይ ክንገብር ኣለና ነፍስና ናብ ሞያ ናብ ትምህርቲ ገፅና ክንወስድ ኣለና ቴክኒካሊ ብዘይ ሮበት ክስራሕ ዝኽእል ስራሕ ገፁ ክኸይድ ኣለዎ ርእስና ኣብቲ ስራሕ ኣብቲ ተራ ስራሕ ኮፍ ኣይንበል ዝትከኣሉ ግዜ እና ቀረበ ይመጽእ ኣሎ። ናይ ሎሚ ቪድዮይ ነዚ ይመስል። እዚ ኣብ ኣርቲፊሻል ኢንቴሊጀንስ ዝገበርናዮ ዳህሳስ ነዚ ይመስል ነይሩ። ጠቓሚ ኮይኑ ምስ ትረኽቦ ፕሊስ ናብ ካልኦት ክበፅሕ ሼር ግበርዎ። ሳብስክራይብ ዘይገበርኩም ምስ ትህልው ድማ ነዚ ቪድዮ ሳብስክራይብ ግበሩ። ክሳብ ሕጂ ብጽሞና ስለ ተኸታተልኩምኒ ብልቢ የመስግን። ብኻልእ ተመሳሳሊ ቪድዮ ክሳብ ንራኸብ በብዘለናዮ ሰላም።